ሰላማት ሎማዓንቲ ኣይተሪኤኩምን ናይ ሞባይልኩም ሚሞሪ ብለይ ምንም ምክንያት ናመለኣ ተቸጊርኩም ማለት ሃምዚ ሃምዚ ናበለ ተኣዊኩም ካመይ ገርኩም ሃም ተስተካክልዎ እየ ክሪኤኩም ላይክ ሰብስክራይብ ኣይትረስዑ ንክድ እሺ እሞ ተመልከተየ መጀመርያ ላበይ ኢና ንኣቲ ላብ ሲቲንግ ኢና ንኣቲ ሞባይል ላ ሲቲንግ ንእተሞ ናዚኣ ሲቲንግ ምስ ኣተና እንታይ ልብል ንእልሽ ኣፕ ልብል ንእልሽ ኣፕሊኬሽን ንለዎ ቦታ ማለት እዩ ካብኡ ላብኡ ምስ ኣተና እንታይ ኢና ንገብር ላብዚኣ ምስ ኣተና ብዛ ጫፍ እዚኣ ስለ ዝተሰረዝኒኦ ኣዝየ ክሳነ ከዓ ናይኹም ድሕል የብሉ ችግር የብሉ ናየን የዋይ ክርእኩም ኦል ንላሞ እዚኣ ተትሕቲ በለት ነገና ዛሬም ትብላ ናብ ሳይዝ ንቕይራ ሳይዝ ንገብራ ማለት እዩ ሳይዝ ምስ ገርናያ ካብኡ ታራ ብታራ ኣፕሊኬሽናት ቦታና ዝሓዙና ኣፕሊኬሽናት ይመፁና እዚኦም ኩሎም ብታራ ተሰሪዖም እኒአው እንታይ ቦታ ን ሓልትና። ካፕከት ዋን ጂቢ ኢሉ ኣሎ ዋን ጂቢ ልሕዝ ኮይኑ ይኮነይ። ቢያንስ ሓሙሽተ ሚእቲ ሜጋባይት እያ ግን ሃመይ ገርና ሃነጥፍኦ። ሃም ንቅንሶ ከርእየኩም እየ መጀመርያ ንመለስ እሞ ብ ካፕከት ንጀምር። ካፕከትና ሓደ ክልተ ሰከንድ ኮን ጸቀጥ ኣቢልና ንሓዛ እሞ ካብኡ ሃም ዘየምጸና ኣፕ ኢንፎ ኢዩ እዚ ጽሑፍዚ ኣብ ናይ ኩሉ ሞባይል ልክህሊ ይክእል ኢዩ ግን ሃምዚኣ ገርና ጸቀጥ ኣቢልና ምስ ሓዝናያ ላዛ ምልክት ይገበረልኩም ኣለኹ ጓል ኣርያኹም ብምልክት ትኾን ትኽእል እያ ላብኣ ንኣቲ ማለት እዩ ላዚኣ እዚኣ ምስ ነካእናያ ላብ ኢና ንኣቲ እተሞ ንፀበያ ንእሽተይ ክሻብ ንኣቲ እወ ካብኡ ኣብዚ እንታይ ለምፀልና ስቶሬጅ ባትሪ ሞባይል ዳታ ለምፀልና ላብ ኢና ንኣቲ ሕና ላብ ስቶሬጅ ድብልና ንኣቲ ስቶሬጅ ድን ምስ ኣተና ረዋ ናብ ካፕከት ኣፕሊኬሽን እቲ ላዛ ኣፕ ሓሙሽተ ሚእቲ ዓሰርተ ክልተ ሜጋባይት እያ ትሕዝ ነይራ ኣብቲኣ ክንደይ ነይራ ሓደ ነጥቢ ምናምን ጂቢ ማለት እዩ ስለዚ እዚ ካልኦቱ እንታይ ትርፊ እዩ ከዚ ግን ትርፊ ናሃለየ ልጠፍእ ኢለ ይጠፍእ ግን እንዮ ክሊር ካቻ ትብላ እዚኣ እዛ ዝኒኣ እዛ ካልኣይቲ እዚኣ እዛ ክትገረሉ ኣለኹ ኖርማል ትታ

ዘውዝኒኦ ኣትሪኦ ኣለኹም ዘውዘዕኒኦ ዘር ምልክት ትገረሉ ኣለኹ እዙስ ይጠፍእ ኣሎ ማለት እዩ ናየ ክልተ ለኾሎ ስለ ቅድሚ ከዚ ለጥፋኹ ወይ መዓት እዩ ነይሩ ልዕሊ ዓሰርተ ዕስራ እዚ እዩ ሕዝቦኒኦ ከዚ እዚኣ ምጠፍ ፈልጦም ክሊር ዳታ ትብልዎ ማለት እዩ ካብኡ ንዓልኩም ውሳነ ከዚ ቲክቶክ ለን ኣትሞ ቲክቶክ ለታ እዩ ጉድኣት ኒኦ ውሲድኩም ቲክቶክ ለን እተሞ ከርእየኩም ከዚ ላብ ቲክቶክ ቲክቶክ ኣቲና ክሊር ሃብና ናብ መጀመርያ ክሊር ካቻ ኢና ንብሎ ኣለና ምክንያቱ እንታይ መሲልኩም ክሊር ዳታ ቴልናዮ ቲክቶክና ናይ ቲክቶክና ፓስወርድ ኢሜይልና እንድሕር ዘይንፈልጦምና ይጠፍእ ኣሎ ማለት እዩ ካብ እንደገናስ እዚ ኣፕሊኬሽን ምውራድ ማለት እዩ ክሊር ዳታ ማለት ስቶሬጅ ንኣትሞ ኣብ ምርኣይዋ ክሊር ካቻ ና ክሊር ዳታ ልብሎ ክሊር ካቻ ቴልናዮ ኖርማል ክሊር ዳታ ቴልናዮ ግና ንፈልጦ ዘለና ነገር ካብ እንደገና ኢና ንኣቲ ኢመይልና ኣእቲና ፓስወርድና ኣእቲና ንኣቲ ኣለና ማለት እዩ እንድሕር ዘይንፈልጦ ኮይና ግን ኣነ ዝነግረኩም እንታይ እዩ ክሊር ዳታ ከይትብልዎ ድሓረ ከይትጉድኡ ማለት እዩ እንድሕር ፓስወርድኹም ናይ ኢመይልኩም ትፈልጡ ኮንኩም ችግር የብሉ ተበልኩሞ ቦታኹም እዩ ዝፀርገለኩም ና ችግር የብሉ እሱ ከዚ ናብ ዩቱብ ንእተሞ ዩቱብ ለ ትሪእዎ ኢኹም ዩቱብ ቢያንስ ንእሽተይ ይድሕዝ ግን እንደ ቦታኹም ዝሓዘን ከሪም ከዚ ላብ ስቶሬጅ ንእተሞ ርእዎ ሚእቲ ሰላሳ ኣርባዕተ ሜጋባይት ትሕቲ ሕዛ ኣፕሊኬሽን ማለት እዩ ቀልገርን ዳታ ርእዎ ሌብሎ ክልተ ነጥቢ ኣርባዕተ ሰለስተ ጂቢ ክታቻ ሚእቲ ዓሰርተ ክልተ ክልተ ነጥቢ ኣርባዕተ ሰለስተ ተባሂሉ ኣሎ ኣብ ዩቱብ እና ዳውንሎድ ዝገበርናዮም ቪድዮታት ተሃልዮም እሶም እዮም እዚኦም ቦታ ሒዞምና ነው ዝካቻ ዝብሎ እንደገና ችግር የብሉ ስለ ዝጥፋእናዮ ችግር የብሉ ካብ ዝሰዕናላ እዚኣ ክሊር ካቻ ክሊር ዳታ ከይኑ ኣሎ ኣነ እዚ ቪድዮታት ስለለለይ እየ ለልየን ቪድዮ ስለለሎ እምበይ ሶም እንዳ ለየልየኩም ክሊር ዳታ ትልኹሞ ችግር የብልና ዩቱብ ካብ እንደገና ኣኹም ተኣትዩ ብኢሜይልኹም ማለት እዩ ከዚ እስቲ ላብ ኮሮም ልክኣትሞ ክሪኤኩም ኮሮም ኢለ እንዲያ ምልሕዝ በቃ መዓልቲ መዓልቲ ጥሪ ወሲንኹም መዓልቲ መዓልቲ ቦታ ልሕዝ ኸዚ ዳኣ ናብ መጀመርያ ስቶሬጅ ንኣተሞ ረኣይዋ ዳኣ ኮረመይ ኣፕሊኬሽን ሰላሳ ትሽዓተ ሜጋባይት ብሻ ትሕዝ ዳታ ረእይዎ ሓደ ነጥቢ ዕስራን ሓሙሽተን ሜጋባይት ዝካቻ ልብል እንደገና ሚእቲ ዕስራ ሸውዓተ ኸዚ ክሊር ካቻ ንገብራ ክሊር ዳታ ቴናዮ ኣብቲ ሂስቶሪ ልደልዮም ሂስቶሪታት ስለለለዉ እዮም ንስኹም ዳሕለይ የድልየኩም ኮይኑ ክሊር ዳታ ቴልኹሞ ምንም ለውጠ ነገር የብሉ እዩ ኮሮም ኣነ ግን ሪስቶርታት እኒኡ ሓደ ሓደ ላእተኮ ሰም ክጠፉ ስለ ደልሚ ከዚ ቀንዲ ነገር ላይ ኢና ከዚ ከርእየኩም ቴሌግራም ከርእየኩም ቴሌግራም ለለ ከምዘና መጀመሪያ ኣብኡ ንኣትሞ ክሊር ካሽ ክሊር ዳታ ንብሎ ንኽእል ኢና ቴሌግራም የለ እንደ ቦታ ምልያዝ ከርእየኩም ስቶሬጅ ኣትየ ከዝለፍ ከውሪ ብሻዕ ትሽዓተ ሜጋባይት ልዕሊ ዙ ኣፕሊኬሽን ኢሉ ሕዚ ዳታ እና ካቻልል ለክሉ ሜት ዓሰርተ ክልተ ሜጋባይት ና ቢተር ሽዓተ ሜጋባይት ከዚ ኣነ ከዚ እንታይ ኢና ንገራ ክሊድ ካቻልል ሳና ከዓ ማለት ክሊድ ዳታት ናዮ ካብ እንደገና ኢና ንኣቲ ኣነ ካብ እንደገና ክኣት ስለለ ደለኹ እየ ልኣኹም ንምርኣይ ስለዝኾነ ቦታ ስለለሎ ሞባይል የለ እዩ ችግር የብሉን ካብኡ እዚኣ ምስ ወዳእና እላበይና ንኣቲ እዛ ፋይል ማናጀርና ንእተዎ ካብኡ ናብ ኢንተርናል ስቶሬጅ ኢና ንእተ ኢንተርናል ስቶሬጅ ኢና ካብዚኣ ካብኡ ቴሌግራም ኢልና ሰርች ንገር ቴሌግራም ኢልና ሰርች ንገር እሞ ቴሌግራም ከምዚ ይመፀና ካብኡ ኣብ ኩሉ ቴሌግራም እናእተና ንኣና ዘየድሊ ቪድዮታት ፎቶታት ባዕሉ የውርድ እዩ ቴሌግራም እንድሕር ዝኾነ ሲቲንግ እንኤ ዘየስተኻኸልናዮ እዚ ሲቲንግ እለ ከርእየኩም እየ መጀመርያ ግን ከርእየኩም ኣብዚ በዓል ዝወረደ ማለት እዩ ካብኡ ርእይዎ እዚ ኣነ ይፈልጦ እዩ በዓል እዩ ወሪዱ እዞ ዝኒኦ ዶክመንት ስለ ትሪእዎ ኣለኹም ስቶሪ ለእትዎ እዞም ኤርድሮባት ክዝኣት ናዮም እዩ ስለ ደልትዎ እንድሕር ዘድልየኩም ኣሕደግዎ ግን መዓት ኢኹም ኣነ ስለ ለጥፋኽዎ እዩ መዓት ይልህሊ ሆነ ኢኹም ከመይ ገርና ከም ነቋርጾ ለለ ከርእየኩም ናብ ቴሌግራም ክኣትሞ ላው ቴሌግራም ምስ ኣተና ታይ ኢና ንገብር ተመልከቲ እዘን ኣብዘን ጫፍ እኒዋ ሰለስተ ሰረዝ ሰነክእን እሞ ካብኡ ላው ኢላ ኣብ ሴቲንግ ንኣቲ ኣብ ሴቲንግ ምስ ኣተና ዳታ ኤንድ ስቶሬጅ ልንእልሽ ኣብዚኣ እኒኣ ላዚኣ ንኣቲ ማለት እዩ ካብኡ ትሕታቲ ኢልና ታይ ንእልሽ ዘለና ሴቭ ቱ ጋላሪ ንብል እዘን እዚኣ እኒዋ ሰለስቲኤን ኦፍ ክኾና እኒኦን ግዴታ ማለት እዩ ኣነ መጀመርያ ናይ ሸገር እና ሊያሜ ነይሩ ወሲድኩም ኦን እየን ነይረን ሰለስቲኤን ከምዚኣ ኦን ነረን ኦፍ ምስ ገበርክወን ኣቋሪፂ ማለት እዩ ኩሉ ከምዚኣ ገርኩም ኣቋርፁ ከምዛ መጀመርያ ለረኣኹም ኩላ ንኣተኹም ዘን ኣፕሊኬሽን ክሊር ግበርወን ካብኡ ለውጢ ትርእይዎ ኢኹም ኣነ እዚኣ ወዲእ ኒኹ ላይክ ሰብስክራይብ ኣይትረስዑ ሕቶ ታሊኩም ናብ ኮሜንት ፀሓፍለይ ኣብ ቐፃሊ ካብዚ ዝበለፅ ሒዘልኩ ክመፅእ እየ ሰናይ ቅንያት